ኣብ ናይ ሃይስኩል ክላሳት፣ ኮለጃት፣ ሰሚናራት፣ መደረታት ኣብ ዝህበሉ ዝነበርኩ ግዜ እዚ ዝስዕብ ሓሳብ እዚ መጺኒ። እቶም ኣርባዕተ እንተታት ንናብራና ዘበርኹ። እታ ቀዳመይቲ እንተ እዛ ትስዕብ እያ፣ ህይወት ትርጉም ኣለዋ እንተ ተማሂርካ። ክትፈልጥ ኣለካ፣ ሓበሬታታት ክህልወካ ኣለዎ። ነቶም ተማሃሮ ክዛረቦም እንከለኹ ከም ዝስዕብ እየ ኢለዮም። ሓበሬታታት ክትረኽብዎ እትኽእሉ ፍልጠት ኣክቡ። ድሒርካ በቲ ሓበሬታ እንታይ ትገብር ኩሉ ኣብ ኢድካ እዩ። ክትጎሕፎ ትኽእል ኢኻ ወይ ድማ ውሑድ ካብኡ ትጥቀም። ክሳብ ኣብዚ ዘለኻ ግን ኩሉ ውሰዶ። ደንቆሮ ምዃን ጽቡቕ ኣይኮነን እሞ ኸኣ ኣብ ዕስራን ሓደን ናይ ሓበሬታ ክፍለ ዘመን ክትፈልጥ ኣለካ ብፍላይ መንእሰይ ተደኣ ኾንካ። እቲ ዘይትፈልጦ ክጎድኣካ እዩ። ድንቁርና ዕንወት እዩ። ድንቁርና ሕማም እዩ። ዘይምፍላጥ ድኽነት እዩ። ዘይምፍላጥ ድኻ ዝኾነ ህይወት ከም እትሃንጽ እዩ ዝገብረካ። ክትፈልጥ ኣለካ። ብዛዕባ እቲ ዘግድሰካ ኣርእስትታት ሓበሬታታት ይሃልኻ። ቀዳማይ፣ ካብ ውልቃዊ ተሞክሮታትካ ተምሃር። ሓደ ክትመሃረሉ እትኽእል መንገዲ ገለ ነገር ትገብሮ እሞ ትጋገ ድሒርካ ተዐርዮ። እዚ መወዳእታ ናይ ህይወትካ እዩ ማለት ኣይኮነን። እንታይ ደኣ ነቲ ዝነበረ ጌጋታት ኣእሪምካ ደጋጊምካ በቲ ቁኑዕ መንገዲ ግበሮ። ሓደ ሓደ ግዜ ካብቶም ኣሉታውያን ተመኩሮታት ህይወትና ከመዓራርዩ ዝኽእሉ ናብ ዓወት ዘብጽሑና ኣወንታውያን ነገራት ንምሃር ኢና። ትፈልጥ ዶ እታ ቀዳመይቲ ወቕዕ ልብኻ ብህይወት እንተሰጊርካያ ክሳብ ናይ እርጋን ዕድሜኻ ብህይወት ከም እትጸንሕ እዮም ዝዛረቡ። ስለምንታይ እዩ እዚ? እታ ቀዳመይቲ ወቕዕ ልብኻ ናይ መተሰኣታ ቃጭል እያ ነይራ። ምናልባት እቲ ዶክተር እዚ ካልኣይ ግዜ እንተ ኣጋጢሙ ብህይወት ኣይክትቅጽልን ኢኻ ኢልካ ይኸውን። ንስኻ ድሒርካ ጥዑይ ኣመጋግባ ክትምገብ ትጅምር። ብዛዕባ ጥዕና ተንብብ፣ ኣካላዊ ምንቅስቓስ ከተዘውትር ትጅምር። እዚ ኹሉ ለውጥታት ድማ ድሒርካ ንነዊሕ ዓመታት ብህይወት ንኽትጸንሕ ይሕግዘካ። ስለዚ ካብ ኣወንታውያን ጥራይ ዘይኮንካስ ካብ ኣሉታውያን ተመኩሮታት እውን ተማሃር። እቲ ቀጺሉ ዝስዕብ ካብ ናይ ካልኦት ሰባት ተመኩሮ ተመሃር ዝብል እዩ። ብኸምዚ ኢኻ ካብ ኣብ ኣዝዩ ሓጺር ግዜ ዝበላሕካ ትኸውን። ገለ ሰብ ብዛዕባ እቲ ንነዊሕ ዓመታት ተቓሊሱ ዝሓለፎ መጽሓፍ ይጽሕፍ። እዚ መጽሓፍ እንተ ኣንቢብካዮ ሓሙሽተ ወይ ዓሰርተ ዓመታት ሰይቭ ክገብረልካ ይኽእል እዩ። ሰላሳ ዶላር ድማ ዋግኡ። ከምዚ ዓይነት ትምህርቲ ፈጺሙ ክሓልፈካ የብሉን። እወ ካብ ጌጋ ክንትስእ ንኽእል ኢና፣ እወ ክንምለስ ንኽእል ኢና፣ እቲ ዝበለጸ ግን ኣቐዲምካ ካብ ውድቀታት ናይ ካልኦት ሰባት ምምሃር እዩ። ምኽንያቱ እዚ ሓበሬታ ኣቐዲምና እንተሒዝናዮ ኣዝዩ ብዙሕ ግዜን ብስጭትን ክዕቅበልና ይኽእል እዩ። ስለዚ ካብ ተሞክሮታት ናይ ካልኦት ሰባት ተምሃር፣ ካብ ክልቲኡ ካብ ኣወንታውን ኣሉታውን። ሓደ ኣርብዓ ዓመታት ዝኣክል ህይወቱ ውዱቕ እንተድኣ ነይሩ ፒሮን ወረቐትን ሒዝካ ኣቕርቦ። ብኸመይ ውዱቕ ህይወት ከሕል ከም ዘሕለፈ ሕተቶ ምኽንያቱ ከም ናቱ ሓደ ዓይነት ዕጫ መታን ከየጋጥመካ ስለዚ ካብ ሕሉፋት ተመኩሮታትካ ተምሃር ካብ ተመኩሮ ናይ ካልኦት ሰባት እውን ከምኡ እንተ ተማሂርካ ህይወት ትርጉም ኣለዋ እዩ እቲ ካልኣይ እንተ እንተ ፈቲንካ ዝብል እዩ ሕጂ ገለ ነገር ክትፍትን ኣለካ ካብቲ ዝተምሃርካዮ ብዛዕባ እቲ ኣቐዲምና ዝተዘራረብናሉ ስጉምቲ ውሰድ። ክሳብ ዘይፈተንካ ፈጺምካ ክትፈልጥ ኣይትኽእልን ኢኻ። ንኣብነት ንሰባት ሓደ ሜትሮ ክዘሉ ይኽእሉ እንተድኣ ኮይኖም ሓቲትካዮም ንበል። ገሊኦም ኣይክእልን እየ ይብሉ። ገሊኦም ቀሊል እዩ ይብሉ። ገሊኦም ድማ ኣይፈለጥኩን ፈቲነዮ ኣይፈልጥን እየ ይብሉኻ። ኩላትና ግን ብኸመይ ኢና ክንፈልጥ እንኽእል? እቲ እንኮ መንገዲ ክትነጥሮ ትኽእል ዲኻ ኣይትኽእልን ኢኻ ንምፍላጥ ምፍታን እዩ። ክትነጥር ፈቲንካ ካብቶም ክነጥርዎ ዘይክእሉ እንተ ደኣ ኾንካኸ? ብኽልተ እግርኻ ክትነጥር ኣይትኽእልን ኢኻ ማለት ድዩ? ኖእ! ደጊምካ ትፍትን። ሓደ ካብቶም ክነጥርዎ ዝኸኣሉ ሰባት ገለ ናይ ምንጣር ቴክኒክ የርእየካ ደጊምካ ትነጥር። ወዲ ዕስራን ሓሙሽተን ዓመት እንከለኹ ናይ መጀመርታ ናይ መድረኽ መደረ ከስምዕ ኣብ ዝደየብኩሉ ሓንጎለይ ጠጠው ኢሉ። ካብ ኣፈይ ወላ ሓንቲ ቃል እውን ክትወጽእ ኣይከኣለትን። ኣብራኸይ ራዕራዕ ኢሉኒ። ስለ ዝፈተንኩ ግን ከም ገለ ኢለ ነዚ እውን ሰጊረዮ። ኣሰልጠንቲ ስለ ዝነበሩኒ ስለ ዝነበሩኒ ካብ ተመኩሮታቶም ዘካፍሉኒ ክሳብ ዝዕወት ደጋጊመ ክፍትን ዘተባብዑኒ እቲ ሳልሳይ እንተ ጸኒዕካ እንተ ትጸንሕ ዝብል እዩ። ገለ ሰባት ኣብ ጽድያ ዘሪኦም ኣብ ክረምቲ ምውቕ ክብል ኣብ ዝጅምረሉ ገዲፎሞ ይኸዱ። ቁሩብ ዘይምቹእ ክኾነሉ ኣብ ዝጅምር ይገድፉዎ። ኣነ ግን ክነግረካ ኣብ ቀውዒ ፍረ ክትርኢ እንተደሊኻ ኣብ ክረምቲ ጸኒዕካ ክትጸንሕ ኣለካ። ወላ ድሒርካ ጽቡቕ ምህርቲ እንተዘይረኺብካ ርኢኻዮ ግን ኣለኻ። ነዚ ተሞክሮዚ ኣብ ጽድያ ናይታ ትመጽእ ዘላ ወቕቲ ተጠቀመሉ። ስለዚ ጸኒዕካ ጽናሕ። እዚ ጌም ክትጻወቶ እንተደሊኻ ክሳብ ዝውዳእ ክትጸንሕ ኣለካ። ኣብ ሓንቲ ጋንታ ትጻወት ተደኣ ሃሊኻ እሞ ኸኣ በታ ካልኣይቲ ጋንታ ተመሪሕካ ስለ ዝተመራሕና ነዚ ጸወታ ነቋርጾ ኢልካ ካብ ሜዳ ትወጽእ ዲኻ? ኖእ ክሳብ ዝውዳእ ኢኻ ትጸንሕ። ገለ ካብቶም ደገፍቲ ኣለዉ ጋንትኦም እንተተመሪሓ መመኽንያታታት ብምምጻእ ገዲፎማ ይኸዱ። ከምዚ ግን ክኸውን የብሉን። ናብ ኩሉ ጸወታታት ክትመጽእ ኣለካ ማለት ኣይኮነን። እንተ ደኣ መጺኻ ግን ክሳብ ዝውዳእ ጽናሕ። እቲ ወቕቲ ወዳእዮ። እቲ መንገዲ ኪዱ። ገለ ሰብ ኣሎ መሰረት የቐምጥ እሞ ገዲፍዎ ይኸይድ። መንደቕ ኣይገብረሉ ወላ ናሕሲ። ኣብ ዝኾነ ኩሉ መሰረት ጥራይ የቐምጥ። ንሓደ ዓርከይ ከምዚ ምባል ሓቲተዮ፣ ጆን፣ ኣብ ምንታይ ኢኻ ንፉዕ ኢለዮ። ነገራት ኣብ ምጅማር ኢሉኒ። እንተ ዘይሰሪሕለይ ይገድፎ፣ ካልእ ይጅምር ይብል። ይገርም እዩ። ን ምሉእ ብምሉእ ርኣዮ። ህይወት ትርጉም ኣለዋ እንተ ጸኒሕካ። ስንኻ ንኸስ። ዝቕጽል ህይወት ትርጉም ኣለዋ እንተ ተገዲስካ ማለት እንተ ተኸናኺንካ። ኣብ ህይወት ገለ ነገር እንተ ተገዲስካሉ ገለ ውጽኢት ከተምጽእ ኢኻ። እኹል ተገዳስነት እንተ ጌርካ ኸኣ እሞ ኣዝዩ ዓቢ ዝኾነ ውጽኢት ከተምጽእ ትኽእል ኢኻ። ኣብ ገዛእ ርእስኻ ኣበርቲዕካ ስራሕ፣ ክእለታት ኣማዕብል። ኩሉ እቲ ኣብ ናይ ስራሕ ዓለም ክብርኻ ዝውስኽ መዳያት ኣማዕብሎ። እመንኒ፣ ኩሉ ክቕየር እዩ። ነታ ትሰርሓላ ትካል ዋጋኻ ልዑል ክኸውን እዩ። ገንዘብ ብዘይ ጸገም ክመጽእ እዩ። ኣብቲ ግቡእ ቦታ ስራሕ። ኣብ ገዛእ ርእስኻ። ነገራት ኣብ ደገ ክቕየሩ ኣይትጸበ። ብኸምዚ ርኣዮ። ኩነታት ኣየር ክትቅይር ኣይትፈትን ፀሓይ ምብራቓን ዘይምብራቓን ክትቅይር ኣይትፈትን ወቕቲ ክትቅይር ኣይትፈትን ዝናብ ክትቅይር ኣይትፈትን ደጋዊ ባህርያት ናይ ተፈጥሮ ኩሉ ንዓኻ ክድግፍ ግደፎ ኣብ ክንድኡ ንስኻ ኣብ ውሽጥኻ ክትሰርሕ ጀምር ንገዛ ርእስኻ ስራሕ ኣብ ፊሎዞፊ ናትካ ስራሕ ኣብ ሙድ ናትካ ስራሕ ኣብ ናትካ ባህርያት ስራሕ ኣብ ኣዘራርባኻ ኣብ ኣቋውማኻ ስራሕ ኣብ ኩሎም ክእለታትካ ስራሕ። እዞም ኣወንታውያን ለውጥታት ክትገብር እንተጀሚርካ ኩሉ ነገር ክቕየር እዩ። መምህረይ ሚስተር ሾፍ ሓሙሽተ ዓመት ቅድሚ ካብዛ ዓለም ምፍልላዩ ኣዝዮም ኣገደስትን ቀለልትን ነገራት ምሂሩኒ። ንሱ ክሳብ ታሽዓይ ክፍሊ ጥራዩ ተማሂሩ። ናብ ሃይ ስኩል ኣይከደን፣ ኣብ ኮሌጅ ወይ ዩኒቨርሲቲ እውን ኣይተማሃረን። ስለዚ ዝነበርዎ ሓሳባትን ተመኩሮታትን ብኣዝዩ ቀሊል ዝኾነ ኣዘራርባዩ ዝገልጾም። ንዓይ ከም ወዲ ሓረስታይ መጠን እቲ ቀሊል ኣገላልጽኡ ኣገዳሲ እዩ ነይሩ። ዝተሓላለኸ እንተዝኸውን ነይሩ ብፍጹም ኣይምተረዳእኩን፣ ኣይምተምሃርኩን፣ ተስፋ ምቆረጽኩ። ስለዚ እዞም ቀለልቲ ዝኾኑ መሰረታውያን ነገራት ህይወተይ ምሉእ ቀይሮም። ኣነ ንሚስተር ሾፍ እዛ ዝሰርሓላ ዘለኹ ካምፓኒ ክንድዚ ጥራይ እያ ትኸፍል ምስ በልኮ ከምዚ ክብል ሓቲቱኒ ንሽዱሽተ ዓመት ዝኣክል ኣብኡ ሰሪሕካ ኣለኻ እንታይ ኮንካ ዘይተመሓየሽካ ዝኾነ ለውጢ ዘይረኣኻ